ሰላም ሰላም ሰላም ንዓኹም ይኹን ዝኸበርኩምን ዝኸበርክንን ኣብ ሕቆን ኣብ ቀረባን ዘለኹም ተኸታተልቲ እዚ ቻነል ቻነል ኤምቲቪ ዝኸበረን ዝዓዘዘን ዕዙዝ ሰላምታና ካብዚ ካብ ቻነልና ቻነል ኤምቲቪ ሰላምታና ይብዛኹም ብምቕጻል ናይ ሎሚ ሒዝናልኩም ቀሪብና ዘለና መደብ ድማ ካብ ዓይነት ፍሩታታት ኮይኑ ኣቮካዶ ጥቕሚ ኣብ ጥዕና ወዲ ሰብ ንዝብል ርእሰ ኣርእስቲ ሒዝናልኩም ቀሪብና ኣለና ክትከታተልዎ ብፅሞና ንዕድመኩም ናብቲ መደብ ሒዝናልኩም ኣዳሊናልኩም ዘለና ከነብለኩም እንዲያሞ ናብኡ ነብል እዚ ወድሓንኩም ሰናይ ምክትታል ንጥዕናዊ ጥቕምታት ዝሕግዝ ካብ ፍረታት ሓደ ኣቮካዶ ኣቮካዶ ንፈለማ እዋን ቅድሚ ሸውዓተ ሽሕ ዓመታት ኣብ ደቡባዊ ሸነኽ ሜክሲኮ፣ ኮሎምብያ፣ ካልእ ካልእ ዝተፈላለየ ሃገራት ተራእዩ። ኣብ 16 ክፍለ ዘመን ድማ ብገዛእቲ ሓይልታት ናብ ስጳኛ ተኣታትዩ። ኣብኡ ኣጁካት ዝብል ስም ተዋሂብዎ። ድሒሮም ኢንግሊዛውያን ገዛእቲ ነቲ ዘለዎ ተሪር ሓርፋፍን ቆርበት ናይቲ ፍረ ምርኩስ ብምግባር ፍረ ሓርገጽ ኣሊጋቶር ፔስ ከብሉ ጸዊዖሞ። ኣቮካዶ ሓያሎ ጥዕናዊ መኣዛታት እዩ ዘለዎ። ኣብ ሓንቲ ፍርቂ ኣቮካዶ ማለት ኣስታት ሰብዓ ግራም እዚ ዝስዕብ መኣዛዊ ትሕዝቶ ክርከብ ይከኣል። ሚእትን ዓሰርተ ኣርባዕተን ካሎሪ፣ ሽዱሽተ ግራም ጽሕጊ ፋይበር፣ ባዶ ነጥቢ ክልተ ግራም ተፈጥራዊ ሽኮር፣ ሰለስተ ሚእትን ኣርብዓን ሓሙሽተን ሚሊ ግራም ፖታሽየም፣ ዓሰርተ ትሽዓተ ነጥቢ ሓሙሽተ ግራም ማግኔዝየም፣ ኣርብዓን ሰለስተን ማይክሮግራም ቪታሚን ኤ፣ ሓደ ነጥቢ ሰለስተ ሚሊ ግራም ቫይታሚን ኢ፣ ዓሰርተ ኣርባዕተ ማይክሮግራም ቫይታሚን ከይ፣ ሽዱሽተ ነጥቢ ሸውዓተ ግራም ዘይዘቕበበ ስብሓዊ ኣሲድ ወዘተን ይርከብዎ። ልዕሊ ኹሉ ኣቮካዶ ንኣካላትና ፖታሽየም፣ ጽሕግን ኣሲዳዊ ስብሕን ኣብ ምብርካት ልዑል ጥቕሚ ኣለዎ። ኣብ ኣቮካዶ ዝርከብ ስብሓዊ ኣሲድ ንኣካላትና ኣዝዮም ጠቐምቲ ዝኾኑ ኮለስትሮል፣ ኤችዲኤል ኣብ ምብርካት ልዑል እጃም ከም ዘለዎ ክኢላታት ስነ መግቢ የመልክቱ። ቁፅሪ ሓደ ንጥዕና ልቢ ኣቮካዶ ቤታ ሲቶስቶሎር ቤታ ሲቶስቴሎራል ዝተባህለ ኬሚካላዊ ውህደት ዝሓቆፈ እዩ። እዚ ኬሚካላዊ ውህደት እዚ ኣብ ኣካላትና ንዝህሉ መጠን ኮለስትሮል ኣብ ምምዕራይ ልዑል ተራ እዩ ዘለዎ። ዘየድሊ ኮለስትሮል ኣብ ምንካይ ድማ ይነጥፍ። ኩሎም ንጥዕና ልቢ ደቂ ጠንቂ ቅሬታ ጠንቂ ዝኾኑ ከም ወቕዒ ልቢ፣ ወቕዒን ሕማም ኩሊትን ብምልዓል ጸቕጢ ደም እዮም ዝኸስቱ። እዚ ጥዕናዊ ጸገም እዚ ኣብ ኣካላትና ዋሕዲ ፖታሽየም እዩ ዘማዕብል። ባናና ልዑል ትሕዝቶ ፖታሽየም እኳ እንተሃለዎ ኣብ ኣቮካዶ ዝርከብ ፖታሽየም ግን ልዑል ናይ ባናና ኣብ ኣካላትና ጥቕሚ ከም ዘለዎ መጽናዕትታት የመልክቱ። ክልተ፣ ንጥዕና ዓይኒ ኣብ ኣቮካዶ ካሮቴሮይድ ሉቴን ካሮቶ ኖይድስ ሉቴን ዝተባህለ መኣዛዊ ትሕዝቶ ይርከብ። እዚ መኣዛ እዚ ዋላ ምስ ዕድመ ከጋጥም ንዝኽእል ዝተፈላለየ ጸገማት ዓይኒ ንምንካይ ይሕግዝ። ሰለስተ፣ ኣብ ዕቤት ኣካላትን ኣእምሮን ኣብ ኣቮካዶ ዝርከብ ስብሓዊ ኣሲድ ንዕቤት ኣካላትን ኣእምሮን ኣገዳሲ መኣዛ ምዃኑ ክኢላታት ይሕብሩ ወይ ከኣ የመልክቱ። መጽናዕትታት ከም ዘመልክትዎ ዘይዘቕበበ ስብሓዊ ኣሲድ ኣብ ዕብየት ስርዓት መትንን ኣእምሮን ኣገዳሲ እዩ። ኣርባዕተ። ጸቕጢ ደም ኣቮካዶ ኣዝዩ ትሑት ትሕዝቶ ሲድዩም እዩ ዘለዎ። ጸቕጢ ደም ዘለዎም ሰባት ጥዕንኡ ንምሕላው ክወስድዎ ኣብ ዝግባእ ዓይነት መግቢ ኣቮካዶ ክሕውሱ ብቐጻሊ ብሓካይም ይምከር እዩ። ብኣንጻሩ ኣቮካዶ ዝበለጸ ትሕዝቶ ፖታሽየም ኣለዎ። ፖታሽየም ጸቕጢ ደም ኣብ ምጉዳል ኣገዳሲ ማዕድን ምዃኑ ኣይንዘንግዕ። ኣቮካዶ ከም መተካእታ ካልእ ቅብኣ ኣብ መግቢ ምስ ዝውሰድ ዝበለጸ ጥቕሚ ከም ዘለዎ መጽናዕትታት የመልክቱ። ሓሙሽተ፣ ምጉዳል ክብደት ሰብነት፣ ኣቮካዶ ልዑል ትሕዝቶ ግን ከኣ ንጥዕና ጠቕሚ ዝኾነ ቅብኣ ኣለዎ። እዚ ቅብኣ እዚ ኣብ ከስዐ ቀልጢፉ ስለ ዘይሓቅቕ ናይ ጽጋብ ስምዒት እናተሰማዓካ ነዊሕ ክትጸንሕ የኽእለካ። ኣቮካዶ ብቫይታሚን፣ ማዕድንን ካልኦትን ክብደት ሰብነትና ንምምጥጣን ዝሕግዙ መኣዛታት ዝሃብተመ ምዃኑ እኳ፣ ምዃኑ እውን ኣይንዘንግዕ። ሽዱሽተ፣ ጠቕሚ ኣብ ስርዓት እስትንፋስ ሕማቕ ኣተናፍሳ ኣብ ከስዐን መዓናጦ ንዝረአ ምዝንባዕ ከጋጥም ከም ዝኽእል እውን እዮም ክኢላታት ዝሕብሩ። ብኸምዚ ዓይነት ጸገም ትሳቐ ምስ እትኸውን ጾማቕ ኣቮካዶ ምውሳድ ዝበለጸ መድሃኒት ምዃኑ ይሓኻ እዮም ይሕብሩ። ሸውዓተ፣ ዝበለጸ መግቢ ነፍሰጾር፣ ኣቮካዶ ልዑል ትሕዝቶ ፎሊክ ኣሲድ ስለዘለዎ፣ ንምዕባለ ኣእምሮ ኣብ ማህጸን ናይ ዘሎ ዕሸል ኣዝዩ ኣገዳሲ ፍረ እዩ። ኣብ ጥዕና ስርዓት መትኒ ውሃዮታት ደምን ናይቲ ዕሸል እውን ልዑል ጥቕሚ እዩ ዘለዎ። ኣቮካዶ መጠን ኮለስትሮል ናይቲ ነፍሰጾር ንምጉዳል ስለዝሕግዝ እውን ብቕዛነት ወጥርን ከይሳቐ ይሕግዛ። እቕሬታ ከይትሳቐ ይሕግዛ። ሸሞንተ፣ ምሕቓቕ መግቢ የመሓይሽ። ዘይከምቲ ዘለዎ ክሬማዊ ጣዕሚ ኣቮካዶ ልዑል ናይ ጽሕጊ ፋይበር ትሕዝቶ ኣለኦ። እዚ ጽሕጊ እዚ ካብ መንፋሕቲ ከስዐ ብምክልኻል ንስርዓት ምሕቓቕ መግቢ ብዝሓየለ መልክዑ እዩ ዘነቓቕሖ። ኣብ ማዕናጡ ከጋጥሙ ንዝኽእሉ ተኽእሎታት መንሽሮ ከም ዘጉድሎ እውን ክኢላታት የመልክቱ። ትሽዓተ። ካብ ምምርራዝ ኣካላት ይከላኸል። ኣቮካዶ ብተፈጥሮኡ ኣብ ኣካላትና ከጋጥሙ ንዝኽእሉ ምምርራዝ ናይ ምክልኻል ባህሪ ኣለዎ። ኣቮካዶ ሕማም ናይ ምጽዋር ዓቕሚ ሰብነትና ንምሕያል ሓጋዚ ምዃኑ ክኢላታት ይሰማምዑሉ። ዓሰርተ፣ ድልዳለ ኣዕጽምቲ ይዕቅብ። ኣዕጽምትና ዋሕዲ ካልሽየም ምስ ዘጋጥም ብቐሊሉ ተሰባሪ ናይ ምዃን ባህርይ ዝሕዝ። ኣብ ኣቮካዶ ዝርከብ ናይ ፖታሽየም ኬሚካላዊ ውህደት ሳፖኒስ ነዚ ጸገም እዚ ኣብ ምፍዋስ ልዑል ጥቕሚ ኣለዎ። ስለዚ ምንጪ ሄልዝ ላየን እዚ መስል ነይሩ ናይ ሎማዓንቲ ክትከታተሉ ስለዝፀናሕኹም የቐንየልና። ጽን ኢልኩም ብጽሞና ከተካታትሉና ስለ ዝጸናሕኩም ብልቢ ኣዚና ኢና ነመስግነኩም። ኣብ ዝቕጽል ግዜ ብተመሳሳሊ ካልእ ዓይነት ቪድዮታት ክሳብ ንራኸብ ስለ ጽን ኢልኩም ከተካታትሉና ዝጸናሕኩም ክብረት ይሃበልና የቐንየልና ንብለኩም። ኣብ ዝቕጽል ግዜ ክሳብ ንራኸብ ከምቲ ልሙድ ማንም ቻነል እትሓቶ ወይ ከኣ ዝደልዮ ሳብስክራይብ ከይትርስዑ ኢኹም ዘይገበርኩም ሳብስክራይብ ማለት እዩ ስለዚ የቐንየልና ክብረት ይሃበልና እዚ ቻነል MTV እዩ ሰናይ ወሰላ ሰላም ንዓኹም ይኹን ቻው ቻው